ዕላል ምስ ብላታ ግሬሱ
ሰላም ሰላም ክቡራት ተዓዘብቲ ከመይ ቀኒኹም እዚ ዕላላት ምስ ብላታ ገሬሱስ እዩ ኣብዘን ዝሓለፋ ክፋላት ዕላላት ምስ ብላታ ገሪሱስ ዝተፈላለዩ ሓሳባት ረኪብኩም ክትኮኑ ተስፋ ይገብር። ኣባሓጎይ ብላታ ገሪሱስ ዝሓለፈ ሰሙን ቁሩብ ተጸሊኣቶ ቀኒያ። ኣብታ ተቀጸሊኣቶ ዝቀነየት ሰሙን ብዙሕ ኣይዕለልናን። ናብ ድሕሪት ተመሊሰ ግን ብዛዕባ ፍቅሪ ገለ ነገር ኢልዮ ነይረ። እሱ እውን መሊስለይ ነይሩ። ብቀዳማይ ፍቅሪ እንካን ሃባን ዘይኮነስ እንካ ጥራይ እዩ። እቲ ሓቀኛ ፍቕሪ ዝበሃል ዘለካ ምሃብ ክመልሱልካ ከይተጸበኻ ክብል ገሊጽለይ ነይሩ። እዚ ንሕና ንጥቀመሉ ዘለና ፍቕሪኸ እንታይ እዩ? ኢለ ሓተትኩ። ጸበል ጸበል እዳ ፍቕሪ ድዩ? ብሓጎይ እንታይ ደኣ ከምታ ናይ ሓቀኛ ፍቕሪ ዝገለጽካያስ ነዛ ናይ ሓሶት ፍቕርስ ዋላ ሓሳዊ ፍቕሪ ኢልካ እንዶ ግለጸለይ። ያያ! ነዚ ሎሚ ጸኒሑ ጽባሕ ዘቋርጽ ፍቕሪ ክትገልጾ ሓሶት ወይ ናይ ሓሶት ፍቕሪ ድብል ቃል ኣይኣትዎን እዩ። እቲ ፍቕሪ ድብል ቃል ንዑኡ ይበቅዕን እዩ ዝወደይ። እሞ እንታይ ደኣ ንበሎ ኣቦሓጎይ እስከ እንታይ ንበሎ እዚ ምቁር ሓሶት እዩ ዝበሃል እዚ ንሕና ንሕልፎ ዘለና ፍቕሪሲ ምቁር ሓሶት እዩ ዝበሃል ኣነ እውን ኣቦኻ እዚ ምቁር ሓሶት ፈቲነ ኣይውጋዕኹኻ እንዴ ንሓለፈ ግዜ ሰማይ ዝገታብኒ ልብጥ ንበለ ማይ ተቐበሎ ዝሓለፈ ግዜ ኣባሓጎይ ኣፍቂሩ ከም ዝነበረ ብንእሽቱ ነጊረኩም ነይረ እታ ዘፍቀራ ግን እሱ ኢጣልያ በጺሑ ስለ ዝተመልሰ ብናይ ኣተሓሳስባ ፍልልይ ናይ ስልጣነ ፍልልይ መንጎኦም ስለ ዝተኸስተ ክምርዓው ኣይከኣለን ነታ ካልኣይ ግዜ ዝተመርዓዋ ሰበይቱ ግን ብልቢ እዩ ዘፍቅራ ስለዚ ፍቕሪ ሓንሳብያ እዩ ዝብል ኣባሓጎይ ክልተ ግዜ ይብላን ክልተ ግዜ እንድሕር ዳኻ ተፍቅር ክኢልካ ኖኖ ክልተ ግዜ ደኣ ኖርማል እንድያ ንሓፍራ ኮይና ሎሚ ሰለስተ ኣርባዕተ ሓሙሽተ ሽዱሽተ ግዜ እንድሕር ደኣ ተፍቅር ትኽእል ተኾንካ ፍቕሪ ምቁር ሓሶት እዩ ነዚኣ ሞትኩልኪ ፈተኹልኪ ወይ ከዓ ምስ ሓደ መሓዛኻ ወይ ምስ ሓደ ዓርክኻ ምልጭ ዝበለ ልም ዝበለ ፍቕሪ ይፀንሓካ እሞ ካልእ እዋን ድማ ሽሙ ክተፀልም ክትበኣሶ ሕሉፍ ሓሊፍካ ኣንፃሩ ክትሰርሕ ክትሪኦ ከለኻ እቲ ዘሕለፍካያ ግዜ ብፍቕሪ ዝግለፅ ኖ ኣነ ብዛ ጉዳይ እዚኣ ያጀምዓ ምስ ኣቦሓጎይ ተሰማሚዐ ኣለኹ እሞ እዚ ሓሶት እዩ ሙቁር ሓሶት ካልእ መግለጺ የብሉን ትሑስ ኢኻ ኔርካ ዓርክኻ እንተኾይኑ ኣፍቃሪትካ እንተኔራ ትፈትዋ ትፈትዎ ተኔሩ ንምንታይ ይቕረ ዘይትብለሉ ንምንታይ ዘይትገድፈሉ ንምንታይ ንምንታይ ሓደ ነገር ምስ በደለካ ክልተ ግዜ ምስ በደለካ ሰለስተ ግዜ ምስ በደለካ ንምንታይ ጸላኢ ትኸውን ሓደ ነገር ክነገረኩም ክልተ ዝፈትዎ ፍቑራት ኣለዉ ኣነ ብዘይ ብኣኺ ይነብርኒ እስኺ ተኸድኪ ብሓደ ንነብር ብሓደ ንመውት ዋላ ስድራ ይግድሰካ ሕብረተሰብ ኣይግድሰካ ተሓሒዝካ ህልም ዝበለ ፍቕሪ ትወሃሃብ ነርካ ግዜ ኮይኑ ብክለ ነገር ተባኢስካ እሳ ምስ ካልእ ወዲ ሻሂ ክሰቲ እስኻ ምስ ካልእ ጓል ሻሂ ክሰቲ ሻሂ ክሰቲ ማለት እየ ሻሂ ምስታይ ናይ ሕውነት ናይ ዕርክነት ዘይኮነ ኣብ ምስ ኣፍቃሪትካ ክትረኣ ከላ ልክዕ ከምዛ ዘይትፈልጠካ ኮንካ ክትተሓሓለፍ ከለኻ እቲ ዘሕለፍካዮ ነዊሕ ሰዓታት፣ እቲ ብጸልማት ፈቖዶ ኣንጎሎ እንዳኸድካ፣ ፈቖዶ ካፈታት እናኸድካ፣ ናይ ተምሃሮ መዘክሮ ክብረት ተዓዘብቲ። ተምሃራይ ሃይስኩል ከለኻ ተሕልፎ ፍቕሪ መዘክሮ፣ ውሑዳት ዕድለኛታት ምስተን ሽዑ ዘፍቅርኦ ተመርዕዮም ወይ ምስተን ሽዑ ዘፍቅርኦም ዝነበራ ተመርዕዮም ክኾኑ ይኽእሉ እዮም። እቶም ካልኦት ዝበዝሑ ግን ምስቲ ናይ ንእስነት ፍቕሮም ኣይምርዓውን እዮም። ሕሉፍ ሓሊፉ ልክዕ ከምዛ ዘይትፋለጥ ከማን ተረጋጊጽካ ትሓልፍ። እዚ ሓቀኛ ፍቕሪ ድዩ ወይስ ከም ዝበዓጎይ ዝበሎ ምቁር ሓሶት? ንዓይ ሓቀኛ ፍቕሪ እሞ ይትረፍ በዓጎይ ፍቕሪ ዝብል ነቲ ሓሳባዊ ፍቕሪ ዝብል ከማን ክጥቀመሉ ይደልየ ነቲ ሓሳባዊ ፍቕሪ ገዲፍና ነቲ ምቁር ሓሶት እቲ ምኡዝ ሓሶት ንግዚኡ ባህ ደብለካ ንግዚኡ ምባህታ ዝፈጥረልካ ንግዚኡ ኣብ ዘይትፈልጦ ዓለም ሃኒኔታ የእትዩ ካልእ ነገር ዘብለካ ምቁር ደርፊ ዘስማዓካ ምቁር ሓሶት እዩ ምስ ዕርክነት እውን ከምኡ ምስ መሓዛኹም እውን ከምኡ እንድሕር ደኣ ትፋቐርቲ ኮንኪ ከምዚ ብሓጎይ ዝበሎ ፍቕሪ ሓንሳብ እያ ካልኣይ የብላን እንተበዲልካ ትገድፍሉ እንተበዲልኪ ትገድፍሉ እቲ ፍቕርኻ ድማ ይጸንዕ ምክንያቱ ፍቕሪ እንካ ጥራይ እዩ ሃባ የብላን እንካን ሃባን እንተኾይኑ ንስኻ ካብቲ ሓቀኛ ፍቕሪ ወጺእካ ኣለኻ እዚ እዩ ኣቦሓጎይ ዝበሎ ኣነ ምሉእ ብምሉእ እየ ዝስምረሉ እንድሕር ድኣ ሎሚ ትፋቐር ኔርካ ጽባሕ ብዝኾነ ይኹን ነገር ተባኢስካ ፍልልያትካ ኣጽቢብካ ብሓደ ክትነብር ከይትኽእል ትኽእል ግድን ትፋቐር ስለ ዝነበርካ ምስታ ተፍቅራ ተመርዒኻ ብሓደ ንበር ወይ ምስቲ ትወዓልካ ንዘለኣለም ንበር ኣይኮነን ግን እቲ ሽዑ ትብሎን ኣብቲ ግዜ እቲ ትዛረቦን ነገር ኩሉ ናይ ልብኻ ኣይነበረን ወይ ብጌጋ ምርጫ ኣቲኻ ኢኻ ወይ ከኣ ተጋጊኻ ኢኻ ስለዚ ትሕሱ ኢኻ ኔርካ እዚ ኣብ ዕላማ ዘይጸንዕ እንቃ ጥራሕ ዘይኮነ ፍቕሪ ወይ ከኣ እንካን ሃባን ጥራሕ ዝኾነ ፍቕሪ ኣባሓጎይ ምቁር ሓሶት እዩ ኢልዎ ኣሎ ሙኡዝ ሓሶት ምቁር ሓሶት ካልእ መግለጺ ይርከበሉን ነዛ ማይ ውዒ እናሰተየ ጋቢኡ ተጎምጊሙ እናሰዓለ ከም ባላንቺና እንዳተነፍሐን እንዳተመልሰን እንድነገረና ዕላል ካብቲ ብዙሕ እዛ ፍቕሪ እንድሕር ደኣ እንካን ሃባን ዘይኮይኑ ምቁር ሓሶት እዩ ዝበላ እኽልቲ ምኽሪ እኽልቲ ማዕዳ ኮይና ረኺበያ ኣለኹ ንስኻትኩም ከ ክቡራት ተዓዘብቲ ትብሉ ዘለኹም ርእቶ ይርኢ ኣለኹ ብኡ ተበጊሰ ድማ ካልእ ግዜ ክምለሰኩም እየ ሎሚ ግን ወድሓንኩም ወዲ ወዱ ንብላ እታ ገሬሱሴ ኣሕጎይ ምሕረት ተውርደልካ በልዎ ሼር ላይክ ሳብስክራይብ ምግባር ድማ ኣይትሕመቑ እዚ ዕላላት ምስ ብላታ ገሪሱስ ኣብ ኣሚር ግራፊክስ ስቱድዮ እዩ